ምክትል ኣድሚራል ክንዱ ገዙ ኣብ ቀይሕ ባሕርን ወሽመጥ ዓደንን ኩሉ ዘጠቓለለ ምሕደራ ባሕሪ ክህሉ ጸዊዖም። ሰላም ምክትል ኣዛዚ ሓይሊ ባሕሪ ሰራዊት ኢትዮጵያ ምክትል ኣድሚራል ክንዱ ገዙ ኣብ ቀይሕ ባሕርን ወሽመጥ ዓደንን ንኹሉ ዘሳተፈ ኣብ ምትሕባርን ዝተሰረተ ምሕደራ ባሕሪ ክህሉ ፃውዒት ኣቕሪቦም እቲ ኣዛዚ ኣብቲ ዞባ እናወሰኸ ዝመፅእ ዘሎ ናይ ፀጥታን ኢኮኖሚን ብድሆ ንምፍታሕ ኣብ ፀበብቲ ጥምረታት ወፃኢ ሓበራዊ ስጉምቲ ከም ዘድሊ ኣተሓሳሲቦም ኣብ ኣዲስ ኣበባ ዝካየድ ዘሎ መበል ራብዓይ መድረኽ ዘተ ቀይ ባሕርን ወሽመጥ ዓደንን ብመደረ ዝኸፈቱ ምክትል ኣድሚራል እቲ ዞባ ንዓለምለኻዊ ንግድን ቀረብ ፀዓትን ወሳኒ መስመር ሱር ደም እኳ እንተኾነ ሕጂ ግን ብገበናት ባሕሪ ብጂኦፖለቲካዊ ወጥረታትን ኢኮኖሚያዊ ውድድርን ብፅኑዕ ይፍተን ከም ዘሎ ገሊፆም ዝኾነት ሃገር ንገበን ባሕርን ምስግጋር ኣፅዋርን ዘይሕጋዊ ንግዲ ስደትን ብውልቃ ክትፈትሖ ኣይትኽእልን እያ ዝበሉ ምክትል ኣድሚራል ክንዱ ገዙ፣ ሰፊሕ ዞባውን ዓለምለኻውን ምትሕብባር ከም ዘድሊ ኣፅኒዖም ተዛሪቦም። ኣብዚ ቀረባ እዋን ኣብ ቀንዲ መተሓላለፊ መንገድታት ባሕሪ ዘጋጠሙ ምድንጓያት ዓለምለኻዊ ናይ ቀረብ ሰንሰለት ከም ዘቃልዐ፣ እዚ ድማ ከም ኢትዮጵያ ዝኣመሰላ እናዓበያ ዝመፃ ዘለዋ ኣፍደገ ባሕሪ ዘይብለን ሃገራት ከቢድ ፀቕጢ ከም ዝፈጠረ ኣዘኻኺሮም። ዘላቒ ኢኮኖሚያዊ ዕቤት ዞባዊ ምርግጋእን ንምምፃእ ኣብ ወደባት፣ መሰረተ ልምዓት ትራንስፖርትን ዲጂታል ስርዓት ባሕርን ወፍሪ ንምግባር ከምዘድሊ ዝጠቐሱ እቶም ኣዛዚ፣ ኢትዮጵያ ኣብ ቀይሕ ባሕርን ልኡላዊ ኣፍደገ ባሕርን ንምርካብ ዘለዋ ናይ ነዊሕ እዋን ቅዋም ደጊሞም ኣልዒሎም። ሕቶ ኣፍደገ ባሕሪ ኢትዮጵያ ካብ ኢኮኖሚያዊ ኣገዳስነት፣ ስትራቴጂካዊ ጉዳያትን ዝመንጨወ ሕጋዊ ሕቶ ምዃኑ ዝገለፁ ምክትል ኣድሚራል፣ ቀጥታዊ ኣፍደገ ባሕሪ ዘይምርካብ ንኢኮኖሚያዊ ዕድላት ኢትዮጵያ ከምዘፅብቦን ኣብ ዞባ ዘለዋ ፅልዋ ከምዘጉደሎን ሞጊቶም። ኣብቲ መድረኽ ናይ እንቋዕ ደሓን መጻእኩም መደረ ዘስምዑ ዋና ዳይረክተር ኢንስቲትዩት ጉዳያት ወፃኢ ኢትዮጵያ ኣቶ ጃዕፈር ገለቱ ብወገኖም ሕጂ ዘለዉ ዞባዊ ምሕደራ ንገለ ወገናት ዝነፀሉ ኤክስክሉዥናሪ ምዃኖም ምርግጋእ ከም ዘየምፅኡ ነቒፎም ኣብዚ ቀረባ እዋን ኣብ ባብ ኣልመንደብ ኣብ ልዕሊ መራኽብ ንግዲ ዝተፈፀመ መጥቃዕቲ ኩባንያታት ኬፕ ኦፍ ጉድ ሆፕ ዘይሮም ክጓዓዙ ብምግዳዶም ወፃኢታትን ምድጉንጉያትን ብርኡይ ከም ዝወሰኸ ኣዘኻኺሮም እዋኑ ሓባራዊ ምላሽ ዝሓትት እኳ እንተኾነ ወሰንቲ ተዋሳእቲ ወገናት ኣብቲ ናይ ዘተ መኣዲ ዘይምህላዎም ዘተሓሳስብ ኮይኑ ተረኺቡ'ሎ ዝበሉ ዳይሬክተር፣ ጉዳይ ፀጥታ ብሒደት ወገናት ዝውደብ እኳ እንተኾነ ሳዕቤኑ ግን ንኹሉ ዝፀሉ ምዃኑ ፀፂዖም። ስለዚ ቀይሕ ባሕሪ ከም መከፋፈሊ መስመር ዘይኮነስ ንቀርኒ ኣፍሪቃን ሃገራት ወሽመጥን ዘራኽብ ድልድል ኮይኑ ክርኣ ከምዝግባእ ኣተሓሳሲቦም። ኣብ መበል ራብዓይ መድረኽ ዘተ RESDA ኣብ ቀርኒ ኣፍሪቃ ሃገራት ወሽመጥን ካልኦት ከባቢታትን ዝተዋፅኡ ላዕለዎት ሰበ ስልጣን መንግስቲ፣ ዲፕሎማሲኛታት፣ ሰብ ሞያን ዝተሳተፈ ኮይኑ ኣብ ዞባዊ ምሕደራ፣ ድሕንነት፣ ኢኮኖሚዊ ምትሕብባርን ብሰፊሑ ይዝቲ ኣሎ። ተሳተፍቲ እቲ ዘተ ናይ መፃኢ ምርግጋእን ብልፅግናን ዞባ ቀይሕ ባሕሪ ክረጋገፅ ዝኽእል ናይ ኩሎም ኣካላት ረብሓ ብዘኽብርን ኣብ ሕጊ ዝተሰረተ ኩሉ ዘሳትፍ ምሕደራን ጥራይ ምዃኑ ተሰማሚዖምሉ።